ናይ ሎም መዓልቲ ንሪኦ ቃል ኣምላኽ ትንቢትን ሕልምን ወይ ከዓ ሕልምን ራእን ዝብል ኣርእስቲ ዓሚቕ ሰፊሕን እዩ ግን እሕፅር ኣቢልና ክንርኢ ኢና በዚ ክብርና ኣምላኽ ይኾን እግዚኣብሄር ኣብ እብራን ምዕራፍ ሓደ ቃል ኣምላኽ እንታይ ይብለና መሲልኩም ምዕራፍ ሓደ ቁፅሪ ሓደ ኣምላኽ ብዙሕ ሳዕ ብብዙሕ መንገዲ ገይሩ ቀደም ነቦታትና እንታይ ገይርዎም ተዛሪብዎም እዩ ሕጂ ግና በቲ ሓደ ወዱ ወራሲ ዝገበሮ ብኡ ገይሩ ከ ንዓና እንታይ ገይሩና ብኡ ገይሩ ተዛሪቡና ኢሉ ክብሪ ንኣምላኽ ይኹን እግዚኣብሄር ብሕልሚ ብራእይ ብዝተፈላለየ መንገዲ ገይሩ ይዛረብ እዩ ልዕሊ ኩሉ ከዓ መጀመርያ ግን ብምንታይ ይዛረብ ብቃል እዩ ዝዛረብ ኣብ ምዕራፍ ሰላሳን ሰለስተን መጽሓፍ እዮብ እንተ ርኢናዮ፣ ሰብ ደኣ ኣየስተውዕልን እዩ እምበር ይብል። ሰብ ደኣ ኣየስተውዕልን እዩ እምበር፣ እግዚኣብሄር ብዙሕ ሳዕ ብብዙሕ መንገዲ ገይሩ ይዛረብ እዩ። ስለዚ ብዙሕ ሳዕ ክብል ከሎ ደጋጊሙ ማለት እዩ። ብብዙሕ መንገዲ ከኣ ወይ ብኣይ ወይ ብኣኻ ወይ በቲ ወይ በቲ ወይ ብነገራት ወይ ብፍጥረት ብኹሉ መገዲ እግዚኣብሄር እንታይ ይገብር እዩ? እግዚኣብሄር ይዛረብ እዩ። ክብሪ ንኣምላኽ ይኹን ስለዚ እንሪኦ እምበኣር ብዛዕባ እቲ ትንቢትን ሕልምን ክመጽእ እግዚኣብሄር ቅድም ዝሰርዖ ሓደ ነገር ኣሎ ሓደ ኣገልጋሊ ብጣዕሚ ሪስፔክት ዝገብሮ ሓው ወልሓንቲ ኣብኡ ይኮነ ዘሎ እቲ ጌጋ እቶም ህዝቢ ኣምላኽ ሲ ቃል ኣምላኽ ምስማዕ ኣብቲ ዝኸድናያ ማለት እዩ ቃል ኣምላኽ ምስማዕ ብዙሕ ልምዲ ይነበሮም ካብ ቃናናቕ እንታይ ገሩ በቲ ክኸዱ ደገ ይክፈዱ በዚሑ ናይ ብሉ ከምዚ ከምኡ ነይርዎም ሕጂ እንታይ ኢሉ ሽዑ ባክግራውንድ ሙዚቃ ገለ ምታ ገለ ተወሊዑ ነይሩ የጸልየና ነይሩ ሕጂ እዚ እኮ መልእኽቲ እዩ you have to be serious serious ክትኮኑ ኣለኩም ኢሎም ንቓል ኣምላኽ serious ተዘይኮይኑ ሲ ንመልእኽቲ serious ክኾነልካ ኣይትጸበ ተረድኹምኒ ንመልኽቲ ሲሬስ ክኾነካ ኣይትጸበ መጀመርያ ሰብ ሲሬስ ክኾን ዘሎ እግዚኣብሄር ዝዛረብ ብምንታይ ይዛረብ ብቓል ኣምላኽ እዩ ዝዛረብ ኣብ ወንጌል ሉቃስ ምዕራፍ ዓሰርተ ሽዱሽተ ብዛዕባ እቲ ሃብታም ሰብኣይን ኣልኣዛርን ክዛረብ ከሎ እንታይ መሲልኩም ብዛዕባ እቲ ሰብኣይ ምስ ረኣየ ሓሙሽተ ኣሕዋት ኣለዉኒ እዩ እዞም ሓሙሽተ ኣሕዋት ናብ ዘለኽዎ ከይመጹ ወይ ከይሳቐዩሲ ሓደ ዝንበ ነብዪ ወይ ከኣ ሓደ መልእኽቲ ዝነግር ካብዚ ስደደለይ ኢልዎም። ኣብርሃም ከ እንታይ መልእኽቲ ሂብዎም? ሙሴን ነብያትን ኣብኡ ኣለዉ። እንታይ ማለት እዩ? ሙሴን ነብያትን ኩላቶም ብሓደ ነይሮም ድዮም በቲ ግዜ እቲ? ሕጊ ኣለካ ትንቢት ከኣ ኣለካ ቡሉይ ኪዳን ስለ ዝኮነ ኣሜን። ጽሑፍ እንተ ሰሚዖም ይስምዑ ጽሑፍ ተዘይ ሰሚዖም ግን ነቢ ተላኢክዎም ኮነ ካብ ሞት ዝተመለሰ ኮነ ተላኢክዎም ሲ እንታይ ይገብሩን እዮም ኣይሰምዑን እዮም ኢሎም ሕጂ ናበይ ኢና ንመጽእ ዘለና እንተ ኢልና ቃል ኣምላኽ እዮም መጀመርታ ክሰምዑ ዘለዎም ሙሴን ነብያትን ወይ ከኣ ሕግን እቲ ትንቢት ኩሉ እቲ ጽሑፍን ኣብኡ ምሶም ኣሎ፣ ዝሰምዑ እንተ ደኣ ኹይኖም እዚ ይስምዑ ኢሉ ተዛሪቡ። ክብሪ ንኣምላኽ ይኹን። ሃለ ሰለዚ እግዚኣብሄር ክዛረብ ከሎ ብምንታይ እዩ ዝዛረብ? ብቃል እዩ ዝዛረብ። ነቲ ቃሉ ንምንታይ እየ ለሚሱ ኢልኩም ኣብቲ መልእኽቲ ሲርየስ ሰብ ክገብረካ እንተደኣ ፈቲኑ ኣብ ኩሉ መልእኽቲ ኣይኮነን ዋላ ኣብ ኣኼባ ሲርየስ ኮንካ ክትሰምዕ ጽቡቕ እዩ። ንቃል ኣምላኽ ሸለልትነት እንተደኣ ኣሎ ኮይኑ ግን ብድሕርኡ እስከ ነብያት እውን እንተ መጹ ትንቢት ክንሰምዕ ክንከይድ ኢና እንተ ኢልና እንታይ ኢና ንኸውን? ከምዛ ዝበሎ ነቲ ቃል ኣምላኽ እንተ ዘይሰምዐ ሙሴን ነብያትን ወይ ከኣ እቲ ሕግን ትንቢትን እቲ ጽሑፍ ንዑ እንተ ዘይሰምዐ ሰብ ከመይ ገይሩ ንትንቢት ትንቢት ሰዲድካሉኸ ክሰምዕ? ስለዚ እግዚኣብሔር ዝዛረቦ ብምንታይ ኢልና ኣለና ብቃሉ እዩ ሓደ ነገር እየ ክብል ደልየ እግዚኣብሔር ብዛዕባ ትንቢት ክንዛረብ እግዚኣብሔር ንሓደ ነቢይ ከም እተዛረቦ ብከመይ ኢና ንፈልጥ እንተርኣ ኢልና ሓደ ብዛዕባ ሰላም እንተርኣ ተነብዩ ኢሉ ኣብ ትንቢት ኤርምያስ ምዕራፍ ዕስራን ሸሞንተን ዘሎ ቁፅሪ ዓሰርተ ትሽዓተ ከባቢ እንታይ ኢሉ ኣሎ ምስ ተፈጸመ ኢና እንታይ ንገብሮ ምስ ተፈጸመ ኢኻ እትኣምኖ ኢሉ እንታይ ምስ ኮነ ምስ ተፈጸመ ኢኻ እትኣምኖ። ሕራይ ኩሉ ትንቢት እተፈጸመኸ ካብ እግዚኣብሄር ድዩ? ኩሉ ትንቢት እተፈጸመ ካብ እግዚኣብሄር ኣይኮነን። ብኸመይ ድርኢ እንተ ኢልኩም ኣብ ትንቢት ገሊኡ ከነንብቦ ኢና ሕጂ ዘዳግም ዳ ኣብ ዘዳግም እንታይ ኢልዎም ምስ ኢልኩም ኣብ ማእከልካ እዚኣ ክንብበ ዘዳግም ምዕራፍ ዓሰርተ ሰለስተ ካብ ሓደ ክሳብ ኣርባዕተ ብሙሉእ ኢና ነውጽእ። ኣነ እኮ ከምዛ ናይ ሳሚ እየ ዝፈቱ ከምዛ ብቀዳማይ ዝገበራ ኩላትካ ኣብዚኣ እንዳ ኣንበብካ ድሕሪ ሕጂ ከምዚኣ ተሓባቢርና ክን ካልኣይቲ ካዛ ናይ ምስዮ ናይ እዝንኻ ሳውን ጽብቕቲ እያ ንጥቀመላ ጽብቕቲ እያ ምክንያቱ ብጉርሒ እዩ ዝገልጠምጠም ኣየብል ወላ ካልእ ኣብ ክስታ የተብል ኣራይ ኣብ ዘዳግም ከነንብብ ኢና ምዕራፍ ዓሰርተ ሰለስተ ዘዳግም ምዕራፍ ዓሰርተ ሰለስተ ካብ ሓደ ከም ዝብል ቃል ንረክብ ኣብ ማእከል ነቢይ ወይ ሓላሚ ሕልምታት እንተ ተንስኡ እሞ ምልክት ወይስ ተኣምራት እንተ ሃበካ፣ እቲ ምልክት ወይ ተኣምራት ከኣ ከምቲ ዝበለካ እንተ ኾነ፣ ደድሕሪ ዘይትፈልጦም ካልኦት ኣማልኽቲ ንኺድ እሞ ነገልግሎም እንተ በለካ፣ ንእግዚኣብሔር ኣምላኽካ ብኹሉ ልብኻን ብኹሉ ነፍስኻን ነፍስኹምን እተፍቅርዎ እንተ ኾንኩም ምእንቲ ክፈልጥ፣ እግዚኣብሔር ኣምላኽኩም ክፍትነኩም እዩ እሞ፣ ነቲ ነቢይ እቲ ወይ ነቲ ሓላሚ ሕልምታት እቲ ቃሉ ኣይትስማዕ ኢሉ። ደድሕሪ እግዚኣብሄር ኣምላኽኩም ሰዓቡ፣ ብእኡ ድማ ፍርሁ፣ ትእዛዛቱ ሓልዉ፣ ቃሉ ድማ ስምዑ፣ ንእኡ ኸኣ ኣገልግሉ፣ ምስኡውን ልገቡ ምስ በለ፣ ካብታ እግዚኣብሄር ኣምላኽካ ክትከደላ ዝኣዘዘካ መገዲ ከግልሰካ፣ ካብቲ ካብ ምድሪ ግብጺ ዘውጽኣኩም፣ ካብ ቤት ባርነት ድማ ዘድሓነኩም እግዚኣብሄር ኣምላኽኩም፣ ከዕልወኩም ተዛሪቡ እዩ እሞ፣ እቲ ነቢይ እቲ ወይ እቲ ሓላም ሕልምታት እቲ ይሙት፣ በዚ ከምዚ ነቲ ክፉእ ካብ ማእከልካ ኣርሕቆ ኢሉ። እንታይ እዩ ዝብል ዘሎ? ሕጂ እቲ ትንቢት ምስ ተፈጸመ፣ ሓደ ነቢይ መጺኡ እቲ ትንቢት ምስ በሎ፣ እቲ ትንቢት ምስ ተፈጸመ፣ ሓደ ካብ እግዚኣብሄር ንርሓቕ ኢሉ ቀጥታ ዝሰብኽ የለን። ኣብዚ ግዜዚሲ ካብ እግዚኣብሄር ኣምላኽ ንርሓቕ ናብ ካልኦት ጣኦታት ንኺድ ኢሉ ዝሰብኽ የለን። ኩሉ ኩነታቱ ምስ ዓለም ነገር ዝተኣሳሰረ እንተደኣ ኮይኑ፣ ኩሉ ኩነታቱ ንማሕበር ኣምላኽ ረስፔክት ዘይብሉ እንተደኣ ኮይኑ፣ ብኹሉ ኩነታቱ ዝኸዶ ኣብ ሓዳር ረስፔክት ዘይብሉ እንተደኣ ኮይኑ፣ ብኹሉ ህዝቢ ኣምላኽ ናብ ፍርሃት እግዚኣብሄር ዘየውጽኦ እንተደኣ ኮይኑ፣ እዚ ዋላ ዝበሎ ትንቢት እንተ ተፈጸመ ካብ እግዚኣብሄር ኣይኮነን። ወዶ መዝሙር ክኸውን ንህዝቢ ኣምላኽ ብዝግባእ ስርዓትን ፍርሃት እግዚኣብሄርን ዘይምህር እንተ ደኣ ኮይኑ ካብ እግዚኣብሄር ኣይኮነን። እንታይ ተልኩም ልኢኹ ዘይለኣኽኩም ባዕሎም ተዛሪቦም ኢሉ ስልጣን ሒዙ ክዕምጽ ይኽእል እዩ። ተዋህቦ ካብ እግዚኣብሄር ሒዙ ክዕምጽ ይኽእል እዩ። ኣብ ግዜ ዓመጹስ ናይ እግዚኣብሄር እንተ ኢልና ናይ እግዚኣብሄር ኣይኮነን። ሒዝኩምኒ እንታይ ኣይኮነን ናይ እግዚኣብሄር ኣይኮነን እንታይ ዝገብር ተይራኣየና ንህዝቢ ኣምላኽ ካብ ፍርሃት እግዚኣብሄር ዘርሕቕ መገዲ እምበር ኬድና ናብ ጣዖት ንኺድ ናብ ከምዚ ንኺድ ናብ ከምዚ ንኺድ ዝብል ኣይኮነን ቀዳማይ መልእኽቲ ዮሃንስ ምዕራፍ ኣርባዕተ እንታይ ዝብል ኣለዎ ምስኡ ዝተኣሳሰር መሲልኩም መንፈስ ሓቅን መንፈስ ሓሶትን ንፈልጠሉ ሓደ ነገር እዩ ንሱ ኸኣ ከመይ ጌርና ንፈልጦ እንተ ኢሉ ክርስቶስ እዚኣ መን ኣሎ ዘንብብ ኣብ ምንባር ንተሓጋገዝ ክርስቶስ ብኣካል ከም ዝመጸ ወይ ብስጋ ከም ዝመጸ ዘይእመን ዘበለ ይብል ሓራ ሕጂ ክርስቶስ ብኣካል ክሳምሕ ዘለዎ ቀዳሚ መልእኽቲ ዮሃንስ ምዕራፍ ኣርባዕተ ካብ ሓደ ክሳብ ሽዱሽተ ዘሎ ኢና ከነንብብ ክርስቶስ ብኣካል ከብ ዝመጸ ሞስሊም ይሞነ ዶ ይሞኑ ይሞኑ እዮም ይፈልጡ እዮም እሞ ናይ ክርስቶስ መንፈስ ድዩ ዘለዎም ኣይኮነን እንታይ ደኣ እንተልና ናይ ጸረ ክርስቶስ መንፈስ እዩ ናበይ ክትመጽእ ዘሊኻ ካ እንተረኣኢልኩም ዲ እዛ መልእኽቲ እዚኣ እንታይ እያ እንተረኣኢልና እዛ መልእኽቲ እዚኣ እንታይ እያ እንተረኣኢልና ክርስቶስ ብኣካል ክመጽእ ከሎ እንታይ ክገብር ይመጽእ ብኣካል ምምጽኡ ሞቱ ዋጋ ምኽፋሉ ን ሓጢኣት ዓለም ዘርሕቕ ገንሸል እዩ። ንሳሞ ነምባ ሳሞ ሓወይ ክቕጽል መታ
ቀዳማ ዮሃንስ ምዕራፍ ኣርባዕተ ኣብ ጥቕሲ ሓደ ኣቱም ፍቑራተይ ብዙሓት ነቢያት ሓሶት ናብ ዓለም መጺኦም ኣለዉ እሞ እቶም መናፍስቲ ካብ ኣምላኽ እንተኾይኖም መርምሩ እምበር ንመንፈስ ዘበለስ ኩሉ ኣይትእመንዎ ንምንፈስ ኣምላኽ በዚኹም ትፈልጥዎ የሱስ ክርስቶስ ብስጋ ከም ዝመጸ ዝእመን ዘበለ ኩሉ መንፈስ ካብ ኣምላኽ እዩ የሱስ ክርስቶስ ብስጋ ከም ዝመጸ ዘይእመን ዘበለ ኩሉ መንፈስ ድማ ካብ ኣምላኽ ኣይኮነን እዚ ኸኣ እቲ ከም ዝመጽእ ሰሚዕኹምዎ ዘለኹም ናይ ጸረ ክርስቶስ መንፈስ እዩ ሕጂ እውን ድሮ ኣብ ዓለም ኣሎ ኣቱም ደቀየ ንስኻትኩም ካብ ኣምላኽ ኢኹም፣ ካብቲ ኣብ ዓለም ዘሎስ እቲ ኣባኻትኩም ዘሎ ዚዓቢ ስለ ዝዀነ፣ ንስኻትኩም ስዒርኩምዎ ኣለኹም። ንሳቶምሲ ካብ ዓለም እዮም፣ ስለዚ ካብ ዓለም ይዛረቡ ኣለዉ፣ ዓለምውን ትሰምዖም ኣላ። ንሕና ካብ ኣምላኽ ኢና፣ ንኣምላኽ ዚፈልጥ ይሰምዓና፣ እቲ ካብ ኣምላኽ ዘይኰነ ኣይሰምዓናን እዩ። ንመንፈስ ሓቅን ንመንፈስ ስሕተትን ከኣ በዚ ኢና ንፈልጦም። ኣረ እዚኦም ካብ ዓለም ብዛዕባ ዓለም ነገር ዝዛረቡ ዘለዉ ሲ ዓለማውያን ድዮም ወይስ ነብያት እዮም? ነብያት እዮም ግን ናይ ሓሶት እዮም ዝዛረቡ ዘለዉ ሲ ከምዚ ዓለማውያን ተኾይኖም ሲ ናይ ዓለም እዮም ክዛረቡ ዝኮኑ ኣብ ቤት ኣምላኽ እዮም ወይ ኣመንቲ እዮም ግን ሓሰውቲ ነብያት እዮም። እቲ ዝዛረብዎ ዘረባ ከኣ ምስ ምንታይ ይተኣሳሰር እዩ? ምስ ምድራዊ ወይ ምስ ዓለማዊ ይተኣሳሰር እዩ። ሕጂ ምድራዊ ክንብል ከለና እንታይ መሲልኩም? ብዛዕባ ብልዒ፣ መስተ፣ ዝሙት፣ ስኽራን፣ ሓጢኣት ወዘተርፈ ጥራይ ይመስለና እዩ። ዓለማዊ ንሱ ጥራይ ኣይኮነን። ምዕራፍ ሰለስተ ቆሎሴ ርኢኹሞ ኣለኹም? ሕግታት ኣለዎም ከም ዝለዎም ኣብቲ ርእሲ ዝኾነ ክርስቶስ ከይጸንዑ እዩ ዝብል ነዚ እንታይ ንበሎ ነቲ ጾም ጸሎት ወዘተርፈ ዝእውጅዎ ሲ እዚ ሕብሪ ስጋ ወይ ጥበብ ንስጋ ዘጽግብ እዩ ግን ናብ ጎይታ ዘየምጽእ እዩ ይብዎ ኣሎ ሕጂ ብዙሕ ሃይማኖታዊ ነገራት ስለ እተገብረ ሲ ከምዚ ዓለማዊ ነገር ኢልና ሱቕ ኢላ ዝተፈነወ ንዓለም እንሓስቦ ኣይኮነን ኣብቲኣ ንእሽተይ ከብራህ ዝደለኹ እንታይ መሲልኩም ብስጋ ከም ዝመጸ ንክርስቶስ ዝእመን ዘበለ ካብ እግዚኣብሔር እዩ። ሕጂ ንኣብነት ብዙሓት ሃይማኖታት ኣለዋ ኢየሱስ ክርስቶስ ብስጋ ከም ዝመጸ ዝእመኑ። ብስጋ ምምጽኡ ክትእመን ከለኻ ኩለንተን ብስጋ መጺኡ ዝፈጸመን ዘጠቓልል እዩ። እምበር ብስጋ ምምጽኡ ደኣ ንኣብነት ናይ መሓመድ መንፈስ ብስጋ ከም ዝመጸ ኢየሱስ ክርስቶስ ይኣምን እዩ። ሞት የሱስ ክርስቶስ ከይኣምን ድዩ? ኣይኣምንን እዩ። ኣብኡ እዩ እምበኣር የሱስ ክርስቶስ ብስጋ ምምጽኡ ስጋ ኣዳለኻለይ ንምንታይ መጺኡ? መስዋእቲ ክኸፍል። እነሆ ሓጢኣት ዓለም ዘርሕቕ ገንሸል እዩ። እቲ ዓቢ ምምጽኡ የሱስ ክርስቶስ ብዛዕባ ድራር ጎይታ ክንዛረብ ከለና ብፍላይ ኣብ ቆሮንቶስ ዘላትና ምዕራፍ ዓሰርተ ሓደ ሞቱ ክትነግሩ ኢኹም ክትብል ከላ ሕጂ ኣብ ብዙሓት ኣመንቲ ርእየ ኣለኹ ከምዚ ብዛዕባ ትንሳኤ ጥራይ ኢና ክንዛረብ እንደሊ እታ ንእውጃ ግን እንታይ እያ? ድራር ጎይታ ክትበልዕ ከለኻ ሞት ኢኻ እትደግፍ ናይ የሱስ ክርስቶስ። እንታይ ማለት እዩ? ሞት ዶ ብሰራት እዩ? ዋጋ ተኸፊልካ፣ እቲ ገንሸልሲ ሞይትልካ። ሞት ክትነግር ከለኻ እቲ ዝዓበየ ንጸላኢ ዘስተሓፈሮ ኣበይ ተራእየና? ዋጋ ምስ ተኸፈለ ኣብ መስቀል የሱስ ክርስቶስ ምስ ሞተ እዩ። እንታይ ኮይኑ? ካብ ግብጺ ክንሪኦም ከለና ገንሸል እዮም ሓሪዶም ሓቀይ ልክዕ ምስ ስጋብ ዝኾነ ከኣ ሞት ናይ የሱስ ክርስቶስ እዩ እቲ ዋጋ ዝተኸፈለ ስለዚ እንታይ ዝኸውን ብስራት ዝኸውን ብስጋ ምምጽኡ ስጋ ዳርኻላይ ኣብ ዕብራውያን ኢልዎ ዘሎ ኣብዚ እዩ ማለት እዩ ስለዚ ናይ ብሓቅን ናይ ሓሶትን ኣብታ ኣብኣ ዘርኣና ኣብ ቀዳሚ መልእኽቲ ዮሃንስ ምዕራፍ 4 ፍቲ 4 5 ዘላ እንታይ እዩ ዝብል ዘሎ ካብ ዓለም እዮም ዝዛረቡ ምስ ምንታይ ተኣሳሰር እዩ? ምስ ዓለም ተኣሳሰር እዩ። እምበኣር ኣብ ዘዳግም ምዕራፍ ዓሰርተ ሰለስተ ንሪኣ ዘለና ካብ እግዚኣብሄር ዘርሕቐካ እንተኾይኑ፣ ዓለማዊ ነገር ዝነግረካ እንተኾይኑ፣ ኩሉ እቲ ትንቢታቱ ምስ ምድሪ ዝተኣሳሰረ ነገር እንተደኣ ኮይኑ ማለት ፈላሰፉ ዝተረሕኻ ክትንጥር ኢኻ ወዘተረፈ ኣይኮነን። ወላ ሃይማኖታዊ እናመሰለስ ብዙሕ ነገር ንማሕበር ዝሃሲ፣ ንማሕበር ዘፍርስ፣ ንሓዳር ዘፍርስ ብዙሕ ነገር ዘጠቓልል እዩ። ስለዚ ከምዚ እንተደኣ ኮይኑ እቲ ዝበሎ ትንቢት ወላ እንተደኣ ተፈጺሙ እንታይ ትግበሮ ኣይትስምዓዮ ኣይትስዓቦ ብሂወት ውን ክነብር ኣይትሕደጎ ስለዚ ኣብ ሓድሽ ኪዳን እንታይ ማለት እንድሕሪ ኢልና ፈጺምኩም ኣርሕቅዎ እዩ እንታይ ትገብሮ ንዝሓመመ ትምህርቲ ወይ ንዘይከውን ትምህርቲ ካብ ቤት ኣምላኽ እንታይ ትገብሮ ፈጺምካ ተርሕቆ። ሸለል ትብሎ ነገር ኣይኮነን እምበር ኣምጺኻ ንሓደ ሰብ ኣብ ኣብ ሓድሽ ኪዳን ብ ብዳርባ እምኒ እትቆርዶ ነገር ኣይኮነን ስለምንታይ እዩ እንተራኢልና ብዘይ መጸጸ ይብል ብሓቂ ኣጽሪኹም ኣውጽኦም እዩ ዝብል ዝመጸጸ ነገር ገንሸልፋን ስጋና ክርስቶስ ተሰዊኡ እሞ ብዘይ መጸጸ በዓል ከነብዕል ነዚ ኢና ተጸዊዕና ካልኣይ እቲ ዝበሎ እንተድኣ ዘይተፈጸመ ኸ? ዝበሎ እንተድኣ ዘይተፈጸመ ኸኣ ኣብ ዘዳግም ምዕራፍ ዓሰርተ ሸሞንተ ኣብቲ መወዳእታ ከባቢ ዓሰርተ ትሽዓተ ኣብኡ ኣለና። እዚ ነብዪ እዚ ዝበሎ ኢሉ መልእኽቲ ክሰደልካ እየ፣ ነብዪ ከምዚ ኸማይ ከተስእ ኢዩ ኢሉ ብሙሴ እቲ መልእኽቲ ምስ ተነግረ ኣብ ዘዳግም እዚ ነብዪ እዚ እቲ ዝበሎ እንተ ደኣ ዘይተፈጺሙ ኢሉ ብድፍረቱ ዝበሎ እዩ። ሓደ in detail እንተ ኣቲና ኣብዚ ግዜ እዚ ብድፍረት ዝበሃል ዘሎ ብጣዕሚ ከቢድ እዩ ክኸውን። ብድፍረት ዝበሃል፣ ብኢንፎርሜሽን ዝበሃል ብፍላይ እዚ ኣብ ሜዳታት ዝግበር ተዋስኦታትን ጨርባሕባሕን መትሓ ዒራ ኣይትተሓዝን ስለ ዝኾንካ ዝበሃል ነገር ማእለያ ዘይብሉ እዩ ንገለ ምስ እንታይ እንታይ ስለ ዘይኮነ እዩ ዕለት ሰይ ስለ ዘይነበሩ ጥራይ እዮም ኢቭን ኣብዚ መጽዮም ኣብ ደገት ኮሹ መጽዮም ኣብ ስቶክሆልም መጽዮም ወላ ኣብ ካልእ መጽዮም እተነበይዎ ከይተረፈ ዕለት ስለ ዘይተታሕዘ እዩ ትኽ ብትኽ ንሰብ ከይትሕዞ ማለት እዚ ንዓመታ ከምዚ እዋን ስለ ዘይበለ ክትሕዞ ኣይትኽእልን ኢኻ ምናልባሽ እግዚኣብሄር ኢልካስ ትጽበዮ ነገር ስለ ዝኾነ እዩ እንተ ዘይኮነ ግን ብድፍረት ዝበሃል ማእለያ ዘይብሉ እዩ ብፍላይ ይቕሬታ ኣብ ኣብ ደቂ ኣንስትዮ ብዙሓት ኣብ መንእሰያት ክንበዩ ገለ ዝርእዮም ኣለኹ ገሊኦም ኣልዕል ኣቢሎም ዝሰማዕክዎም እውን ኣሎ እንታይ ክመስልኩም መብዛሕትኡ ደቂ ኣንስትዮ ዝኣትዎ ኣገልግሎት እንታይ እያ ጸሎትን ምስኣ ትኸይድ እንታይ እያ ትንቢት እያ ፕላስ መዝሙር እያ መዝሙር እያ ሕጂ ብትንቢትን ብመዝሙርን ጎይታ ክቐብኣኪ የርእየኒ ኣሎ ሕጂ ስቕ ኢለ ኣይኮንኩን ዝብል ዘለኹ። ብውሽጢ ብዙሕ ዝረኸብክዎም ብኢንፎርሜሽን ከይተረፈ ተነሳሕ ዝበልክዎም ሰባት ስለ ዘለዉ ማለት እዩ። ብኢንፎርሜሽን ዝልበዩ፣ ብፕሮፋይል ዝልበዩ ማእለያ ዘይብሉ እዩ ዘሎ። ብድፍረቱ ዝዛረብ ኣነ ንኣብነት ኣብ ካልእ ተዓዲመስ ጽባሕ ንጎዕ ኢራ ሕዚ ሕጂ ከቢድ እዩ ዲል ተራ ሞት ይሙት ኢሉ ኮይኑ ከቢድ እዩ ትንቢት ኣብዚኣ ምስ መጻኹ እግዚኣብሔር በቃ ከስፋሓኩም የብለኩም ኣሎ ከምዚ ይብለኩማ ይብለኩም ኣለኩ ብዛዕባ ከመይ ከም ንልእኽ ክርኢ እየ ክትሰፍሕ ቃል ኣምላኽ ትእውጅ ኢኻ ክንመጾ ኢና እቲ ኣብ ሮሜ ዘሎ ትንቢት እንተኾይኑ ሀ ከም መጠን እምነትና እዛ ቤተ ክርስቲያን እዚኣ ቃል የውፅእ ኣለኹ ክብል ክእውጀላ ክትሰፍሕ ክነበየላ ይኽእል እየ ግን ይብል ኣሎ ክብል ግን ኣይክእልን እዩ ድፍረት እዩ እዚ ምክንያቱ ናብኡ ክንመጽእ ኢና ማለት እዩ ይብል ኣሎ እንተራኣልካ መልእኽቲ ብትኽክል ዝተዋሃብካዮ ነገር እዩ ክንበ ግን ከም እንኽእል ከኣ ክንርኢ ኢና ኩሉ ጸሎት እንእውጆ ንባዕሉ ትንቢት ስለ ዝኾነ ቀዳማይ ቆሮንቶስ ምዕራፍ 14 ዘለውን ኣብኡ ክንርኢ ኢና እስከ ኣብ 18 ርክብካ እንተ ኮና ሳሚ ሓዊ ንሳ እሞ ኣንብበለይ ብድፍረት ብዙሕ ሰብ ከምኡ ከም ዝብል እንተ ዘይተፈጺሙ ከኣ

ብልብኻ ድማ እቲ እግዚኣብሄር ዘይተዛረቦ ነገር ከመይ ጌርና ንፈልጦ እንተ በልካ፣ እቲ ነብዪ ብስም እግዚኣብሄር ምስ ተዛረቦ፣ እቲ ነገር እንተ ዘይኰነ፣ እንተ ዘይመጸ፣ እዚ እግዚኣብሄር ዘይተዛረቦ ነገር ምዃኑ ምልክት ይዀንካ። እዚ እቲ ነብዪ ብድፍረት እተዛረበ'ዩ፣ ኣይትፍርሃዮ። ኣይትፍርሃዮ።
ኣራይ ስለዚ ብድፍረት ዝበሃል ማእለያ ዘይብሉ መልእኽትን ማእለያ ዘይብሉ ትንቢትን ኣሎ እንተረኣ ዘይተፈጺሙ ከኣ ካብ እግዚኣብሄር ኣይኮነን እታ ቀዳመይቲ እንተረኣ ተፈጺሙ ኢልና ሂወቱን ሂወት እታ ማሕበርን ሂወት ስድሩን ሂወት ደቁን ንኹሉ ነቲ ሰብ ናብ ፍርሃት እግዚኣብሄር ናብ እግዚኣብሄር ዘልግቦ ከምዚ መልእኽቲ ክመጽእ ከሎሲ ዋይ እግዚኣብሄርሲ ምሕረቱ ይገርም ሎሚ ተዛረበና ዘይብለካ እንተረኣ ኮይኑ ናብ ሰብ ተራጊቡካ ካብ እግዚኣብሔር ኣርሒቅካሉ እንድዩ የርሓቀካ ኣርሒቅካሉ ተነብዬ ዋላ ካብ ሞት ሕጂ ተሲኦዮ ሲንተር ኣናብያ ኣጥቢቀዮ ከምዛ ዝብላ ዘሎ ቃል ኣምላክ እዩ ናባካ እንተ ኣጥቢቅካዮ ሓደ ሰብ ናብ እግዚኣብሔር ኣይኮነ ምክንያቱ ካብ እግዚኣብሔር ክፍለ ዕሊካ እዩ ናብ መን ኣቅሪብካ ኣሎ ናብ ሰብ ናብ ሰብ ምልጋብ ንበዓል እቲ ዝዓበየ መርገም ኣሎ እንተ ኮይኑ ኣብ ቅልጽምካ ምውካልን ኣብ ሰብ ምውካልን ኣብ ትንቢት ኤርምያስ ኢልዎ ዘሎ እንታይ ዘምጽእ እንተ ርኣና መርገም እዩ ዘምጽእ ስለዚ እታ ቀዳመይቲ ተፈጺማ ናበይ ዘየምጻካ እንተ ርኣ ኮይኑ ናብ እግዚኣብሔር ዘየምጻካ እንተ ርኣ ኮይኑ ሕጂ እዚ ከምዚ ንብሎ ዘለና ትንቢት እቲ ዝበዝሕ ዘይፍጸም ገለ ውን እስከ ገለ ከም ገለ እንተ ርኣ እንተ ርኣ ተፈጺሙ ከኣ ከም ዝበልኮ ወደ መዝሙር ዘይገብረካ ትሪኦ ኣብ ውሽጢ ሓዳር ከፋፊሉ ኢንፎርሜሽን ሰብኣይ ዘይፈልጦ ሰበይቲ በይና በዚ ተለቪዥን ተገልግል ሰብኣይ ዘይፈልጦ ተሓ ሕጂ እንተርኣ ስድራ መቃቂልካ ሲ መንግስቲ ኣምላኽ ይሃንጽ ኣለኹ ፈጺምካ ክትብል ዘይትኽእል ከም ዝጠፋኻ ሳብ ኢልካ ትፈልጥ ተረዲኹምኒ ስድራ እንተ ኣመቓቒልካ ሓደ መንፈስ ክተርፈካ ኢሉ እዩ ንሓደ ኣገልጋሊሲ ክትናገፍሲ ጸዊዕዋ ተራኺብና ክትናገፍ ጸዊዐያ ክጽውዓ ከለኹ ሕጂ ኣቦኣሲ ከልኪልዋ ንእሽተይ እያ ኣብ ትሕቲ ዕድመ ኣቦኣ ከልኪልዋ እዚ እኮ ሽወደን እዩ ጸገም የብሉን ምጺ እንታይ ከይገበርኩ ኢለያ ኢሉ ከተናግፋ ኢኻ ኢሎም። ሓደ መንፈስ ግን ክተርፈካ እዩ ብኣኻ ኣቢሉ ዝኣቱ ኢሎም። Spirit of Rebellion፣ ናይ ዒልዋ መንፈስ ወይ ከኣ ናይ እምቢተኛ መንፈስ ሰንቢዱ ሽዑ ከመይ ጌርካ ከምኡ ትብል ካብ ወለድኺሲ ነቦኺ ትስምዕዮ እንተኺልካ ምጽእ ትብል ከተ ከተናግፋስ ብሓቂ ናይ ጎይታ ድዩ ንምንታይ ደዊልካ ዘይተኽብዎ ንረብ ተረዲኹኒ እንትሕቲ ዕድመሲ ይወለድ ኣቦኹ በዓል ይፈልጥ ንዒ ኢልያ ኢሉኒ ክኸውን ኣይክእልን እዩ። ሓደ ካብቲ ዝኣቱ ዘሎ እንታይ እንተረኣና ዕልዋ እዩ ዝኣቱ ዘሎ ፓርቲኩላር ትሕቲ ዕድመ ንሰብኣይኪ ትስምዕዮ ምፅ እንተረኣና ንሰበይትኻ ትስምዓያ ምፃእ እንተረኣ ኮይኑ እዚ ንባዕሉ ሕጂ እንታይ እንተረኣና ማእለያ ምክንያቱ ዕልወት እንታይ ጥንቁልና ዕልወት እንተ ደኣ ሰብ ዝምህር ኮይኑ ናይ እግዚኣብሔር ነገር ኣይኮነን ኣብቲ መሰረተ ሃክልም ማለት እዩ ስለዚ ብሜድያታት ከይተርፈ ትንቢት መልእኽቲ ብዙሕ ነገር ዝግልገል እንተ ደኣ ርኢኻ ካብ ሓዳር ተሓቢኡ ዝኸይድ ፓርቲኩላር እዚ ክስታይ ዝኸይድ ብዙሕ እዩ እዚ ክንዛረብ እንተ ደኣ ኮይና ካብ ካብ ቸርች ተሓቢኡ ዝኸይድ እዚ ብፍላይ ንኤርትራውያን እኮ እዚ ቆርብ ክስታይ ከይከውን ሰብ እምበር ትንቢት ዝንበየሉ ዝነበረ ኣብ ኢትዮጵያ ንቤተ ክርስቲያኖም ወላ ሓንቲ ነገር ዕውርቲ ሳንቲም ከይሃቡ ክንደይ ገንዘብ ነፍዮም እዮም ክንደይ ብሜድያ ኣገልጊሎም እዮም ክንደይ ከይዶም እዮም ንምንታይ እንተርኣይካ ኣብዚ ኣገልጊሉ ብኣካል ከምዚ እንዳሃለ ኮለፍቲ ቤተ ክርስቲያን ወላ ሓንቲ ነገር ሰብ ዘይገበረሲ ብደገ መጺኻ ከምዞም ናይ በዓል ሞርሞን መንፈስ ኦንሊ ጂሰስ ወዘተረፈ ተራእዩካ ናብ ዝደሓነ ጥራይ እዮም ዝጎዩ ናብ ዝደሓነ ካብ ቤተክርስትያን ክትምንጥል ትገይ ትጎይ እንተ ኮንካ ጃስት ናይ ኣቢሰሎም መንፈስ ናይ ዒልሞ መንፈስ ካልእ መንፈስ የገልግል ኣለኹ ክትብል ኣይትኽእልን ኢኻ ወይ ብትኽክል የገልግል ኣለኹ ክትብል ኣይትኽእልን ኢኻ ብኹሉ ነገር ከዓ ሰብ ስርዓቱ ሓልዩ ከም ቃል ኣምላኽ ብፍርሃት ኣምላኽ ከም ዝኸይድ እንተ ጌርካዮ እቲ ትንቢት ክፍጸም ከሎ ብትኽክል ንጎይታ ተገልግል ኣለኻ ሐራይ ክብሪ ንኣምላኽ ይኹን ናበይ ክንርኢ ኢና ኣብ ሐድሽ ኪዳን ከኣ ገለ ቃል ኣምላኽ ክንርኢ ኢና ሮሜ ምዕራፍ ዓሰርተ ክልተ ብዙሕ ውህበት ጸጋ ምዕራፍ ዓሰርተ ክልተ ሳብ ምሕዛለይ እግዚኣብሄር ውህበት ጸጋ ከም ዝሃበ ይዛረብ፣ ሮሜ ምዕራፍ ዓሰርተ ክልተ ቍጽሪ ሽዱሽተ። እቲ ካብቲ ሓደ ካብቲ ውህበት ጸጋ ከኣ ትንቢት ኢሉ ኣሎ። ትንቢት ክንንበ ከለና ከም መጠን ወይ ከኣ እቲ ማዕረ ናይ ምንታይና ይኹን ናይ እምነትና ይኹን ይብል። ማዕረ ናይ ምንታይ ይኹን? ማዕረ ናይ እምነትና ይኹን። ትንቢት ካብ መሰረቱ ቃል ምውጻእ ወይ ከምዚ ንህዝቅኤል ኢልዎ ዘሎ ትንቢት ካብ መሰረቱ እንታይ እዩ ቃል ምውጻእ እዩ ኢሉኒ ምባል ካልእ እዩ ቃል ምውጻእ ከዓ ካልእ እዩ ቃ- ቃል ከተውጽእ ከለካ ከመይ እዩ ተራእየና ሃን ዝሓለፈ እንታይ እዩ ኢሉኒ በለ ዝሓቶ ይብሉን ኣነ ግን ዝርደኣኒ ምክንያቱ ናይ እምነት ቃል ክውጽእ ግን ይክእል እዩ መዘምራን ከም ዝበዝሑ ሙዚቀኛታት ከም ዝበዝሑ እዚ ቤተክርስትያን ከም ዝመልእ ከምኡ እዩ በቃ ውሽጠይ ክብል ይክእል እዩ ምክንያቱ ይብለኩም ኣሉ ኣይብልና እግዚኣብሔር ጎይታ ሰራዊት ኣምላኽ እስራኤል ከምዚ ይብል ኣሎ ይብለን ወይ መልእኽቲ ከምዚ ከምዚ መጺእኒ ኣይበለ ስለዘይበለ ሓደ ካብቲ መሰረት ትንቢት እንተረኣይና ንጎ ንጎ ዘይኮነ ዳርጋ ኩሉ ግዜ ንህይወተይ ዝንብየሉ ኣሎ ኩላትኩም ማለት እዩ እቲ ምእዋጅ እንብሎ ትንቢት እዩ ሰብ ኩሉ ግዜ ዝእውጆ እንታይ እዩ ብህይወት ክነብር እየ ክብሪ ኣምላኽ ከዝንቱ እየ ኣይክመውትን እየ እዚኣ እንታይ እንተርኣና ንዕድመ ምውሳኽ ወይ ንሞት ምፍራህ ጥራይ ኣይኮነን ኣነ ዝነብሮ ናብራ ክብሪ እግዚኣብሔር እናረኣኹ እየ ዝነብር ኢልካ ቃል ኣምላኽ ከተእውጅ ከለኻ ንነብስኻ እንታይ ትገብረላ ኣለኻ? ትንብየላ ኣለኻ። ከምቲ ዓጻጽምቲ ድማ ብዛዕባ እታ ሳግላ ሳግላ እንታይ ኮይና እያ ሓሪራ ምስ በልዎ እንታይ ኢሎም ጎይታኸ ንስኹም እውን ኣሚንኩም ነዚ ከረን እዚ ገዓዝ ከትብልዎ ከለኹም ቃል ኣምላኽ ገዓዝ ኢልና ክንዛረብ ከለና ነቲ ከረን እንታይ ንገብረሉ ኣለና ንንብየሉ ኢና ዘለና እግዚኣብሔር ዘይበለካ ኢሉኒ ምባልን ብእምነት ቃል ኣምላኽ ወሲድካ ከኣ ኣብ ሓደ ነገር ምዝራብን ይፈላለ እዩ። ኩሉ ግዜ ንጽሊ እኮ ደቅና ከምዚ ክኾኑ፣ እዚ ከምዚ ክኸውን፣ እዚ ከምዚ ክኸውን፣ እዚ ክኸውን፣ እዚ ክኸውን፣ እ ደው ክብል ክትእውጅ ከለኻ ኩናት ድዩ ዝተፈላለየ ነገር ኣብ ልዕልኡ ቃል ኢኻ ትዛረብ ዘለኻ ወይ ትንበ ኢኻ ዘለኻ ከምቲ ንህዝቅኤል ዝበሎ እስከ ሮሜ ምዕራፍ ዓሰርተ ክልተ ቁጽሪ ሽዱሽተ ሳማሕወይ ኣንብበለይ።
ሮሜ ዓሰርተ ክልተ ቁጽሪ ሽዱሽተ ከምቲ ዝተዋህበና ጸጋ በበይኑ ዝኾነ ውህበት ጸጋ ካብ ዝህልወና ትንቢት እንተኾይኑ ትንቢት እንተኾይኑ እንታይ ይኹን ብልክዕ እምነትና ይኹን ኣመንኩ ስለዚ ተዛረብኩ ስለ ዝብል ኣሜን ካልእ ሓደ ነገር ከኣ ትዛረበሉ እቲ ዝበልካዮ መልእኽቲ ወይ እቲ ዝበልካዮ ትንቢት ከኣ ክፍጸም እንታይ ትገብር ክፍጸም ኢኻ እትጽበ እግዚኣብሄር ጸሎት ዝሰምዕ ስለ ዝኾነ ንቃል ባህሪኡ ድማ ዝተግሃሉ ስለ ዝኾነ ኣሚና ኢና እንታይ ክንገብር ዘለና ኣሚና ኢና ቃል ኣምላኽ ክንዛረብ ወይ ክንእውጅ ዘለና እዚ ቃል ኣምላኽ ክንዛረብ ከለና ድማ ብኡ እንታይ ንገብር ኣለና ንንበ ወይ ከኣ ንእውጅ ኣለና ቃል ኣምላኽ ኣብ ቀዳማይ ቆሮንጦስ ምዕራፍ ዓሰርተ ኣርባዕተ ምናዳ ክትንበዩ እንታይ በሉ ኢሉ ክትንበዩ ሃረር በሉ ኢሉ ምናዳ እንታይ ክትገብሩ ምናዳ ክትንበዩ ሃረር በሉ ይብል ስለዚ ክንበ ኣለና ክንበ ከለና ከዓ መጀመሪያ ናብ ቃል ኣምላኽ ኢና መፂና ብቓል ኣምላኽ መሰረት ኢና ኣንታይ ንገብር? ብቓል ኣምላኽ መሰረት ከምቲ እትዋህበና ስልጣን ኢና ከኣ እንእውጅ። እግዚኣብሄር ዘይበለና ግን ኢሉ ኣይንብልን ኢና። መጀመርያ እምበኣር እቲ ሓሳበይ እናጠመርክዎ ክኸይድ እንታይ ኢና ኢልና? እግዚኣብሄር ዝዛረቦ ብምንታይ እዩ? ብቓል እዩ ዝዛረብ። ንቓል ዘይሰምዐ ትንቢት እንተደኣ ሰብ ተጸብዩ፣ ንቓል ዘይሰምዐ ንትንቢት እንተደኣ ተጸብዩ እዚ ንባዕሉ እቲ ከምቲ ንሙሴን ንሕግን ሙሴን ይስምዑ ዝበሎ ካልእ መልእኽቲ ክተርክብ ኣይትኽእልን ኢኻ ክትጽበዮ ዘለካ ናብ ቃል እዩ ክብሪ ንኣምላኽ ይኹን እንታይ ደኣ ክዛዝማ ደልየ ኣብዚ ብድፍረት ምንባይ ኣዚና ክንጥንቀቐሉ ዘለና እዩ። ብሽም ይበሃል ኢልካ ስቒልና ከይንብል ወይ ከኣ ሰብ ብድፍረቱ ዝበሎ ኣልዒልናዮ ከይከውን ከነስተብህል ኣለና። ሓደ ካብቲ ብዛዕባ ትንቢት ዝነበረ እውን ክብሎ ዝደለኹ እንታይ እዩ፣ ሰሚዕኹም ኣለኹም ዶ? ሰይ ኢልካ ኣሚንካ ተቐበል፣ ከምዚ ኣይትፈታተኖ ነቲ ትንቢተይ ከምኡ ዝብሎ ርኢኹም ኣለኹም። ሓቀይ? ከምዚ ኣይትፈታትኖ እቲ ትንቢት ስብ ብእምነት ስቅ ኢልካ ዝም ብለ ተቀበል ዝም ብለ ስቅ ኢልካ ተቀበል እብለካ ትንቢት ከይመርመርካ ስቅ ኢልካ ምቅባል ዝብሃል የለን ትም ሓደ ካብቲ ከማን ብ ብኸ ብክልተ ዓይንኻ ዘይኮነ ዋላ ብክስታይ ትሪኦ ሓደ ካብኡ እንታይ ተልካን ትንቢት እዩ ንትንቢት ሲሪየስ ጌርካ ምርህ በቃ ስቅ ኢልካ እመንካ ስቅ ኢልካ ስቅ ኢልካ ጥራይ ተቀበል ዝም ብለ ገለ ድሕሪ ኢሉ ከምዚ ገለ ገለ ኢልካ ጽቡቅ ንጽሕፍ ዘይምእማን ኣይኮነን ምስ ተፈጸመ እዩ ዝብል ሃገር ምስ ተፈጸመ እዎ እዚ ሰብ እዚ እግዚኣብሔር ተዛሪብዎ እዩ እቲ ዝበሎ እዚ ተፈጺሙ ኣሎ ምስ ተፈጸመ ካብ ድሕሩ ከኣ እንታይ ይረኣ ህይወትካ ይረኣ ህይወት ኢምፖርታንት እዩ ከምዚ ጸጋ እዩ ዝብል እንድሕር ኢልና ህይወት ከኣ ይረኣ ህይወቱ ካብ እግዚኣብሔር ንባዕሉ ዝዓለወ እንተኾይኑ ያታ መዛ ዝበልናይ ዓንተ ወይ ንባዕሉ ዓልዩ ከኣ ንህዝቢ ኣምላኽ ዝዕሉ እንተ ኮይኑ ካልእ እዩ ስለዚ በዚ ኢና ማለት እዩ ትንቢት ከዓ እንታይ ንገብሮ ኢና ንትንቢት ንቕበል ንትንቢት ከዓ ክንምርምር ተፀዊዕና ኢና ክብሪ ንኣምላኽ ይኹን ኢየሱስ ጎይታ እዩ ስለዚ ናበይና ክነድህብ እግዚኣብሔር ዝደለየና ናብ ቃሉ ብወንጌል ተዛሪቡና እዩ እግዚኣብሔር ብዙሕ ሳዕ ብዙሕ መንገዲ ገይሩ እግዚኣብሔር ንህዝቡ ይዛረብ እዩ ቀዳምነት ክንሕዞ ዘለና ናብቲ ውህበት ቅድሚ ምኻድና ብቃል ኣምላኽ ክንዓቢ ብቃል ኣምላኽ ምስ ዓበና ኸዓ ኩሉ እቲ እተዋህበና ከም ቃል ኣምላኽ መሰረት ኣብዚ ክንርኢ ጽቡቅ እዩ ማለት እዩ ክብሪ ንኣምላኽ ይኹን እንጽሊ ኢና የሱስ ጎይታ እዩ